ኩቡራት ቤተሰብና ከመይ ትኾኑ ኣብ ናይ ሎማዓንቲ ናይ ገበን ማህደርና ናይ ሓንቲ ንእስቲ ናይ ገበን ሕነ ምፍዳይ ሓቢርና ንርእዮ ዩ ድኸውን እዚኣ ግብጻዊት ጓል ኣብ ኤሜሪካ ካሊፎርንያ ንቡዙሓት ኣወዳት ኣታሊላ ገንዘብ ናሰረቀቶም ጸኒሓ ኣብ መወዳእታ ብ ሰላሳን ሰለስተን ዓመት ንዝበልጻ ሰብኣይ ተመርዕያ ብድፈጸመቶ ናይ ገበን ተግባር ኣብ ናይ ኤሜሪካ ታሪኽ ደይርሳዕ ሕማቕ ተዘክሮ ኮይኑ እዩ እዚ ታሪኽ ኣብ ናይ ሎማዓንቲ ናይ ገበን መደብና ክንዕዘቦ ኢና ክሳብ ናይዚ መደብ ፍጻመ ሓቢርኩምና ጽንሑ እናበልና ናብዚ ቻናል ሓደሽቲ ድኾንኩም ሳብስክራይብ ብምግባር ተጸንበሩ እናበልና ነቲ ቪድዮ ውን ላይክ ብምባል ኢሉ ውን ድኾነ ዓይነት ርእይቶ ምስ ድህልወኩም ኣብ ናይ ኮሜንት ቦክስ ግደፉልና ክሳብ ናይቲ መደብ መፈጸምታ ሓቢርኩምና ጽንሑ። ኦማያ ማሪ ኔልሰን ኣብ ዓሰርተ ትሽዓተ ስሳን ሸሞንተን ኣብ ግብጺ ዋና ከተማ ካይሮ ተወልደት። ዝዓበየትሉ ኣብቲ ናይታ ሃገር ደቡባዊ ክፋል ዝኾነ ኣብ ናይ ድኻ መንደር እንትኾን ናይ ቁልዕነት ግዘኣ ብጣዕሚ መሰክሕ እዩ ነይሩ። ኣቦኣ ጨካንን ነገረኛን ሰብ እዩ ነይሩ። ንዓኣን ንኣዲኣን መብዛሕትኡ ግዘ ይሃርመን ነይሩ። በቲ ምኽንያት ናይ ኦማያ ኣደ ምስ ጓላ ብደይ ዋላ ሓንቲ ገንዘብ፣ ካብ ገዝኣ ንምርሓቕ ወሰነት። እሞ ደኣ ካብቲ ዝነብራሉ ዝነበራ ገዛ ወጺኤን ኣብ ካይሮ ውሽጢ ናይ መዋቲ ከተማ ተባሂሉ ኣብ ድበሃል መንደር መነባብረኤን ገበራ። እዚ ከተማ ሽሙ ድረኸቦ ኣብ ልዕሊ መቓብር ስለ ድተሰርሐን እቶም ገዛውቲ ብ ዓሰርተ ትሽዓተ ሰማንያን ሽዱሽተን ብደተቐብሩ ሰባት መቓብር መንጎ ብምዃኖም እዩ። ኦሞያማ ምልክዕትን ቁመናኣ ናይ ሙድሊስት እዩ ነይሩ ዋላ ሓንቲ ደይ ነበረን ኣዲኣን ኦሞያማን ኣብ ድክነት እና ነበራ ዓሰርተ ሸሞንተ ዓመት ረገጸት እሞ ደኣ ኣብዚ ሰዓት ናብ ኤሜሪካ ደክይድ ዕድል ብምርካባ ክትከይድ ከኣለት ኢሉ ውን ናብኡ ከይዳ ከም ድሓሰበቶ ደይኮነላ ኦሞያማ ስራሕ ክትረክብ ኣይከኣለትን ኢሉ እውን ሓንሳብ ሓንሳብ ገንዘብ ስኢና ትሽገር ነይራ ፍሉይ መልክዕ ከም ደለዋ ተገይራ እትቑፀር እዚኣ ጓል በዚ ምኽንያት ብዙሓት ሰባት ትኹረቶም ይገብሩላ ነይሮም ኣብዚ ሰዓት ምስ ብዙሓት ኣወዳት ርክብ ድጀመረት እንትኾን በዚ እውን ድተወሰኑ ጥቕምታት ካብኣቶም ንኽትረክብ ይገብራ ሓሊፉ ተሪፉ ክትሰርቆም ጀመረት እዚ ስራሕ ብትደጋጋሚ እተካይዶ እዩ ነይሩ እሞ ደኣ እዚ ስርሓ ኣብ ሓደ ወቕቲ ህይወታ ኣስኢንዋ ነይሩ፣ ማለት'ውን ንሓደ ሰብ ልክዕ ከምቲ ኩል ግዘ ክትሰርቆ ምስ በለት ብሽጉጥ ኣፈራሪሕዋ ነይሩ። ናይ ኡመያ መውዕሎ መብዛሕትኡ ግዘ ኣብ እንዳ መስተ ገዛ እዩ ነይሩ፣ ምኽንያቱ'ውን ነቲ ናይ ስርቂ ዓላማኣ ንሰባት ክትረኽቦም እትኽእል ኣብቲ ቦታ ንሱ'ዩ ኢላ ስለ እትሓስብ እዩ። ኣብ ጥቅምቲ ዓሰርተ ትሽዓተ ቴስዓን ሓደን ኦሞያማ ዕስራን ሰለስተን ዕድመ ዝመልኣ እንትኾን ኣብ ሓደ ወቅቲ ኮሰታሚስ ኣብ ዝርከብ ሓደ ባር ውሽጢ ትኣቱ እሞ ድኣ ኣብቲ ባር ውሽጢ እንኮላ ሓደ ፑል ናተፃወተ ዝነበረ ወዲ ሓምሳ ሽዱሽተ ዕድመ ሰብ ትኹረታ ሰሓቦ ዊልያም ኔልሰን እዩ ዝብሃል ብጣዕሚ ሃብታምን ክቡርን እዩ ነይሩ ዊልያም ኣብቲ ውሽጢን ከተማ ካኖን ማርትጋቻብድተባህለ ካምፓኒ ኣብ ትርፊ ሰዓቱ ብናይ ቪድዮ ፕሮግራመር ይሰርሕ ነይሩ እዚ ሰብ ብጣዕሚ ሃብታም እዩ ኮይኑ ግን ኦማያማ ንናይ ስርቂ ዓላማኣ ድቀረበቶ ኣይትመስልን ተደይኾን ኣብ ድተራኸብሉ ኣብ ውሕዳት መዓልትታት ውሽጢ ንክምርዐዎ ወሰኑ ማለት እውን ኣብ ሓሙሽተ መዓልቲ ውሽጢ ዊልያም ኣቀዲሙ ሓዳር ነይርዎ ኮይኑ ግን ኣብ ናይ ፍትሕ ከይዲ እዩ ነይሩ ይኹን እምበር ሕጂ ሓድሽ ሓዳር ክፍፅም እዩ ነገር ግን ኡመያማ ሓዳር ከም ድነበሩ ኣይትፈልጥን እሞ ደኣ እዚ ሓዳር ሕጋዊ ሓዳር ኣይነበረን ማለት እዩ ኣብ ዓሰርተ ትሽዓተ ቴስዓን ሓደን ጸዓዱ ብፍሉይ ኩነታት ደኽብርዎ ናይ ምስግና መዓልቲ ካብ ድኽበር ካብ ሰሙን ግዘ ንደሓር ሶኒ መዓልቲ ዊልያም ናብ ስራሕ ኣይመጸን መሳርሕቱ ንዕኡ ንምርካብ ፈቲኖም ነይሮም ግን ዋላ ሓንቲ ውጽኢት ከይረኸቡ ስለ ድተረፉ እዚ ኩነታት ጋሻ ድኾኖም መሳርሕቱ ናብ ፖሊስ ሓበሩ እሞ ደኣ እዚ ሪፖርት ንፖሊስ በጺሕዎ ብዙሕ ከይጸንሐ ናይ ኮስታኒሳ ፖሊስ ካብ ኦማያማ መሓዛ ሓደ ዝርብሽ ናይ ስልኪ ጻውዒት ይበጽሖ። እዚኣ ደዋሊት ጓል እውን መሓዛኣ መገዛ ሰብኣያ ቆራሪጻ ከም ዝቐተለቶን ንሳ እውን ተሓባቢራታ ንኽቐብረኦ እንተሓጊዛታ ሰኣን ሓሙሽተ ሽሕ ዶላር ከም እትህባን ክልተ ቱግቱግ ክትህባ ከም እትኽእል ከም እተዛረበታ ብእርይ ቁጽር ንፖሊስ ሓበረት። እሞ ደኣ በዚ መረዳእታ ንተሰናበደ ፖሊስ ብቕልጡፍ እታ ኣድራሻ ተቐቢሉ ናብቲ ገበን ተፈጺሙ ድተባህለ ቦታ ኣምረሐ። ፖላይስ ኦሞያማን ዊልያምን ኣብ ዝነብርሉ ኣፓርታማ ምስ በጽሑ መሰክሕ ምርኢት ተዓዘቡ። ኣብ ኩሉ ቦታ ደም ፈሲሱ ይረኣ ነይሩ። ድተቖራረጹ ናይ ዊልያም ሬሳ ኣብቲ ናይ ዊልያም ገዛ ናይ ጓሓፍ መግሓፊ ክሻ ርኸብዎ ፖሊስ ከምዚ ዓይነት ተግባር ሰይጣናዊ እዩ ክብል ገሊጽዎ እዩ ኣብ ድቅጽል ውን ናይ ዊልያም ርእሲ ተንፈኽፊኹ ኣብ መዝሓሊ ውሽጢ ብናይ ኣለሙንየም ፎይል ተጠቅሊሉ ምርካቡን ብኻልእ ገጽ ውን ኣእዳዉ ኣቃጺላ ናይ ኣእዳዉ ዓሸራ ንኽተጥፍእ ፈቲና ኔራ ብምቅጻል ውን ኣብ መተሓጻጸቢ ገዛ ውሽጢ እቲ ኩነታት ካብዚ ብኢሱ ኣብ ሓደ ሓደ መንጠልጠሊ ቦታ ቆርበትን ናይ ሰብ ሰውነትን ተሰቒሉ ረኣዩ። ብሓፈሻ ኣብቲ ገዛ ውሽጢ ዝተረኽበ ነገር ብጣዕሚ መሰክሕን ረባሽ ነገር እዩ ነይሩ። እቶም ጎረባብቲ ናብ ፖሊስ ከምዝተዛረብዎ ኣብ ናይ ዊልያም ገዛ ዘሎ ሽሪደር፣ ቀዳምን ሰንበትን ምሉእ መዓልቲ ብደይ ምቁራፅ ዓውታ እናሰምዑ ከም ዝነበሩ ተዛሪቦም እዮም። ፖሊስ ናይ ዊልያም ሬሳ ኪሎ ግራም ቀኒሱ ነይሩ፣ እዚኣቶም ዝቐነሱ ኣካላት ብፍፁም ኣይተረኽቡን ኢሉ እዩ። ፖሊስ ብቕልጡፍ ንኦማያማ ኣብ ትሕቲ ቀይዲ ውሽጢ ኣውዐላ። እሞ ደኣ መርመርቲ ፖላይስ እዛ ዓይነት ናይ ጭካነ ገበን ንምንታይ ከም ዝፈፀመቶ ሓተትዋ። ብዘደንቕ ኩነታት እዚኣ መንእሰይ ጓል ነቲ ገበን ከም ድፈጸመቶ ኣመነት፣ ኮይኑ ግን እዚ ድገበረቶ ዓርሳ ንምክልኻል ከም ድኾነ ተዛረበቶም። ፖላይስ ኣብዚ ሰዓት እዩ ኔሩ ድተሰናበዱ፣ ማለት እውን ከመይ ንዓርስኺ ንምክልኻል እዚ ኩሉ ናይ ጭካነ ገበን ንምፍጻም ተላዒልኪ ድብል ሕቶ ኣቕረቡላ። እቲ ኩነታት ክተረድእ እንኮላ ንዊልያም ድሕሪ ምምርዓዋ ናይ ጾታዊ መጥቃዕቲ ናብጸሐልና ነይሩ ኣብቲ ናይ ምስጋና መዓልቲ እቲ ምሸት ሓቢሮም እናሕለፉ እዮም ነይሮም ኮይኑ እውን ዊልያም ናይ ጾታ ዓመጽ ንከብጽሓላ ከገድዳ ጀመረ በዚ ዝተቖጠዐት ኡማያማ ኣብ ጥቓ ዓራታ ብድርከብ ናይ ኽዳን መስተራር ሓጺን ኣብ ርእሱ ሃረመቶ ዊልያም ኣብዚ ሰዓት እዩ ነይሩ ህይወቱ ድሓለፈት ኣብዚ ሰዓት ኦማያማ ኣብ ውሽጢ ሓደ ናይ ሰይጣናዊ መንፈስ ከም ዝነበረ ተሰሚዑኒ ነይሩ ክትብል ተዛረበት፣ ኢሉ እውን ነቲ ተግባር ቅድሚ ምፍጻመይ ካብ ክዳነይ ጀሚሩ ጫማይን ልፕስቲከይን ኢሉ እውን ኩሉ ነገረይ ቀይሕ ብቐይሕ እዩ ነይሩ ዝገበርክዎ ክትብል ተዛሪባ ነይራ እሞ ደኣ ንዊልያም ድሕሪ ምህራማ ርእሱን ኣእዳዉን ብፍሉሕ ማይ ብምጥጣቕ እቶም ካልኦት ቆራሪጻ ኣብ ፌስታል ድሕሪ ምግባራ ነቲ ሬሳ ንምስንዳው ምፍታና ብዝርዝር ተዛረበት። መርመርቲ ፖላይስ ብናይ ጭካነ ተግባራ ተገሪሞም ሓደ ከቢድ ሕቶ ሓተትዋ። እዚ እውን ናይ ዊልያም ሰውነት ዝጠጠቐቶ ክትበልዖ እንድሕር ደኣ ኮይኑን በሊዓ እውን እንተ ደኣ ኮይና ሓተትዋ። ኦማያማ ግን ዋላ ሓንቲ ከም ደይበልዐት ተዛረበት። ቀጺላ እውን ነዚ ክገብር ኣይክእልን ምኽንያቱ እውን ክንድዚ ደኣክል ሰይጣን ኣይኮንኩን በለቶም። ነገር ግን እዚ መልሲ። ምስቲ ተግባራ ልተጻረሩ መርመርቲ ንምንታይ ምጥጣቕ ኣድለየ ልብል ሕቶ ንዓርሶም ብምሕታት ለይተረኽቡ ናይ ዊልያም ኣካላት ልተወሰኑ በሊዓ እቲ ልተረፈ ሰንድያቶ ወይውን ንእንስሳት ሂባቶም ክኾን ይኽእል እዩ ኢሎም ሓሰቡ። ይኹን እምበር እታ ናይ ኣእምሮ ሓኪማ ግን ናይ ዊልያም ናይ ጎኑ ዓጽሚ ብመረቕ ብንሃታ ቃል ከም ልበልዐቶ ብምዝራባ፣ ካብዚ ሓሊፉ እውን ካብ ናይ በዓል ገዝኣ ስጋ ጣዕሚ፣ ድበለጸ ጥዑም ነገር ከም ደየለ ተዛሪባታ እያ። ኣብ ታሕሳስ ባሕቲ ብ ዓሰርተ ትሽዓተ ቴስዓን ክልተን ናይ ኦሞያማ መጋባኣያ ጀመረ። ኣብቲ መጋባኣያ ናይ ኦሞያማ መሓዛ ድኾነት ጓል ድሕሪቲ ቅትለት ናይ ሰብ ሓገዝ ከም ዘድልያ ከም ዝሓተተታ ነቲ ቤት ፍርዲ ምስክር ቃላ ሃበት። ብጣዕሚ ጠቓሚ ነገር እዩ ነይሩ እሞ፣ እቲ ዝተዛረበታ ኩሉ ተዛረበት እታ ዓቃቢ ሕጊ ራንዲ ፓውለስኪ ኦሞያማ ሃዳኒት ከም ድነበረት ንዳያኑ ተዛረበት መልክዓ ተጠቂማ ዓበይቲ ሃፋትም ኣሲራ ናሰረቀቶም ንዓማወቲ ጸኒሓ እያ ኮይኑ ግን ኣብ ዊልያም ዝተጠቀመትሉ መንገዲ ብጣዕሚ መሰክሕ እዩ ነይሩ ከም ቀልዲ ኣምሲላ ኣብ ዓራቱ ከም ድኣሰረቶን ካብኡ ውን ሜላ ብተመልኦ መልክዑ ክትቀትሎ ከም ድኸኣለት ኢሉ ውን እዚ ኮነ ኢልካ ድተሓሰበ ዓላማ ምዃኑን ንደያኑ ተዛረበት ኡመያማ ነዚ ነገር ምፍጻማ ናይ ቁልዕነት ግዘኣ ተጽዕኖ ፈጢሩላ ከም ድኾነ ተዛረበት። ማለት እውን ኣብ ቁልዕነታ ብኣቦኣ ናይ ጾታዊ ማህሰይቲ ከም ዝተፈጸማን ገና ጓል ሽዱሽተ ዓመት ቆልዓ እንኮላ ብዘይ መደንዘዚ ስለ ልተገርዘት ምዃኑ ተዛረበት። ንሓደ ዓመት ልኣክል እቲ ጉዳይ ኣብ ቤት ፍርዲ ልጸንሐ እንትኾን ናይ ኦሪንጅ ካውንቲ ቤት ፍርዲ ዳይና ሱዛን ሻይ እታ ተኸሳሲት ገበነኛ ከም ልኾነት ዘመላኽት እኹል መረዳእታ ከም ደሎ ወሰነት። ኣብ መወዳእታ እውን ጃንዋሪ ዓሰርተ ክልተ ብ ዓሰርተ ትሽዓተ ቲስዓን ሰለስተን ኦመያማ ብናይ ካልኣይ ደረጃ ናይ ቅትለት ገበን ተኸሲሳ ን ዕስራን ሸውዓተን ዓመት ኣብ ቤት ማእሰርቲ ንክትጸንሕ ተፈርደላ። ክቡራት ቤተሰብ እዚ ገበን ኣብ ናይ ኣሜሪካ ታሪኽ ብጣዕሚ መሰካሕቲ ካብ ድኾኑ መንጎ ኣብ ቀዳማይ ተቐሚጡ እዩ። ንስኻትኩም እውን ንዘለኩም ሪእቶ ኣብ ኮሜንት ግደፉልና። ኣብ ካልእ ትሕዝቶ ክሳብ ንራኸብ። ናይ ቃጭሊ ምልክት ምጥዋቕ ኣይትረስዑ።